ሰላም ከመይ ቀኒኹም ሎሚ ድማ ብዛዕባ እቲ ብፍሉይ ናይ ምሕሳብን ስራሕ ናይ ምክትታልን ብቕዓቱ ዝፍለጥ ክሎድ ዝተባህለ ኤኣይ ክነግረኩም እየ ቻትጂፒቲ እቲ ኩሉ ዝፈልጦ ግን ድማ ሓደ ሓደ ግዜ ፋሕ ዝበለ ሓሳባት ዘምጽእ ዓርክኹም እንተድኣ ኮይኑ፣ ክሎድ ግን እቲ ኩሉ መምርሒታት ኣንቢቡ ስጉምቲ ብስጉምቲ ዝመርሓኩም ትኩር ዓርክኹም እዩ። ሓደ ሓደ ግዜ ንጹር ንምግባር ተወሳኺ ሕቶታት ስለ ዝሓትት ከሰልችወኩም ይኽእል እዩ፣ ግን ድማ ንጽሬት ስራሕኹም ኣዝዩ ጠቓሚ እዩ። ክሎድ ክልተ ፍሉያት ባህርያት ኣለዎ። እቲ ቀዳማይ ላይብረሪ ዝበሃል ኮይኑ ናይ ባዕልኹም ፕሮጀክትታት ወይ ድማ ፕሮጀክትስ ክትፈጥሩን መወከሲ ጽሑፋትኩም ክትዕቅቡን የኽእለኩም። እቲ ካልኣይ ኣዝዩ ዘገርም ድማ ኣርቲፋክትስ ይበሃል። እዚ ልክዕ ከም ናይ ስራሕ ቦታ ወይ ድማ ወርክ ስፔስ ኮይኑ ምስቲ ኤኣይ ብሓባር ኮንኩም ጽሑፋት ወይ ኮድ ንምእራምን ንምፍታንን ቴስቲንግ ማለት እዩ ዝሕግዝ ብሉፅ መሳርሒ እዩ ስለዚ እዚ ክሎድ እዚ እንታይ እቲ ጥቕምታቱ ተራኢልና ብዙሕ ግዜ ካብ ቻት ጂፒቲ ዝበለፀን ዝፀፈፈን ውፅኢት ይህብ ካልኣይ መልሲ ጥራይ ካብ ምሃብ ንፀገማት ከመይ ጌርኩም ከም እትፈትሕዎ ይሕግዘኩም ሳልሳይ ብዙሓት ሰነዳት ወይ ድማ ዶክመንትስ ነዊሕ ዕላላትን ንምስራሕ ኣዝዩ ፍሉይ እዩ። እንታይ ድኽመታት ኣለዎ እንተላይልና ድማ ሓደ እቲ ናይ መልእኽቲ ደረት ወይ ድማ መሴጅ ሊሚት ውሕድ እዩ። ዋላ ብክፍሊት እቲ ፔይድ ፕላን እንተተጠቀምኩም እቲ ግዜ ክሳብ ዝሕደስ ንሰዓታት ክትጽበዩ የገድደኩም እዩ ማለት እዩ። ካልእ ብዙሕ ፋይላት ክትሰዱ ከለኹም ነቲ ተዋሂብዎ ዘሎ ዓቕሚ ወይ ድማ ቶክን ቀልጢፉ ይውድኦ። ስለዚ ኣዝዩ ብዙሕ ፋይላት ካብ ምስዳድ ክትቁጠቡ ዝሓሸ እዩ ማለት እዩ ስለዚ ነዚ ኤኣይ እዚ ኣክሰስ እንድሕዳኣ ክትገብርዎ ደሊኹም ኣብዚኣ ትሪእዋ ዘለኹም ክሎውድ ዶት ኤኣይ ኢልኩም ኣቲኹም ጂሜል ኣካውንት ጌርኩም ዲኹም ዋላ ብዝኾነ ኢሜይል ጌርኩም ቴሌፎንኩም ቬሪፋይ ጌርኩም ክትጥቀምሉ ትኽእሉ ኢኹም ከምኡውን ናይ ዴስክቶፕ ኣፕሊኬሽን ኣላትኩም ኣብዚ ኣብዚ ኣውሪድኩም ከዓ ክትጥቀሙ ትኽእሉ ኢኹም ማለት እዩ